ክቡራትን ክቡራንን ሰማዕትና ከመይ ትቅንዩ ብመጀመርያ ክቡር ሰላምታና ይብጻሕኩም ብምቅጻል ናይ ሎሚ መደባትና ዕለት ዓሰርተ ሓሙሽተ ለካቲት ክልተ ሽሕን ዓሰርተ ሸውዓተን ንጅምር ኣብ ናይ ሎሚ መደባትና ከምቲ ልሙድ ብዜና ክንጅምር ኢና ቀጺልና ሓተታን ቃል ማሕተትን ከምኡ ውን ግጥሚ ሒዝናልኩም ክንቀርብ ኢና። መብዛሕትኡ ናይ ሎሚ መደብ ብዛዕባ መዓልቲ ተጎርባ ክኸውን ምኻኑ ንሕብር። ስለዚ ምስ መደባትና ሰናይ ምክትታል ንምነየልኩም። እዚ ሬድዮ ዓረል'ዩ። ክቡራትን ክቡራንን ሰማዕትና ካብ ሬድዮ ኣዳል ሙቕ ሰላምታና ይብጻሕኩም። ቀጺልና ንሎም ረቡዕ ዕለት ዓሰርተ ሓሙሽተ መጋቢት ክልተ ሽሕን ዓሰርተ ሸውዓተን ዘዳለናዮ ዜና ነቕርበልኩም። ኣቐዲምና ብርእስተ ዜና ንጅምር። ኤርትራዊ ሜጀር ዜጋታት ንምድሓን ህይወቱ ኣበጅዩ። ሰራዊት ኢትዮጵያ መደበራት ኢትዮጵያ ተቓወምቲ ኣብ ውሽጢ ኤርትራ ኣጥቂዑ። ኤርትራውያን ብሓይልታት ተቓውሞ ኢትዮጵያ ይህደኑ ከምዘለዉ ተገሊጹ። ክቡራት ሰማዕትና ካብ ኣርእስቲ ዜና ናብ ዝርዝራቱ ነሰጋግረኩም። ጸሮና ኣብ ዝሓለፈ ሰሙን ኣብ ከባቢ ዶባት ኤርትራን ኢትዮጵያን ኣብ ኢትዮጵያ ዑቕባ ንምሕታት ሓሙሽተ ስድራ ቤት ድሕሪ ነዊሕ ጉዕዞ ከቢድ ድኻምን ሕማምን ከተማ ጸሮና ሓሊፎም ናብ ዶብ ኢትዮጵያን ኤርትራን ይጓዓዙ ኣብ ዝነበሩሉ ኣብ መስሓል ኣኽራን ዓሪዱ ዝነበረ ሰራዊት ከም ዝዓገቶም ምንጭታት ግንባር ሃገራዊ ድሕነት ኤርትራ ካብ ደቡብ ኤርትራ ሓቢሮም። ሓደ ካብቶም መራሕቲ ናይቲ ሰራዊት ሜጀር ኣባዲ ሃይሉ ዝተባህለ መግቢ ይኹን ኣፋውስ ክህቦም ስለ ዘይከኣለ ብጨዋነት ብዝመልኦ ኣገባብ ጉዕዞኦም ንኽቕጽሉ ኣፍቂዱሎም እቶም ተጓዓዝቲ ስድራ ቤታት ኣቶ ኣባዲ ዘርኣዮ ርህራሄ ብምምስጋን ጉዕዞኦም ቀጸሉ። እንተኾነ ግን ኣብ ሓንቲ ካብ ቁሸታት ኣኽራን ኣጣላዕ ዝተባህለት ብኣሃዱታት ክፍሊ ስለያ ከም ዝተታሕዙ ምንጭታትና ኣረጋጊጾም። ኣብዚ ብኸመይ በጺሕኩም፣ ካበይከ ተበጊስኩም፣ ናበይ ገጽኩም ከ ትኸዱ ኣለኹም ዝብል መርመራታት ነዊሕ ግዜ ዝወሰደ ብሓይልታት ጸጥታ ምጉብዕባዕ ዝተሓወሶ መርመራ ተኻይድሎም። ብሰንኪ'ቲ ዝገጠሞም ከቢድ መርመራ ገለ ካብቶም ተሳፈርቲ ጉዕዞና ክንቅጽል ሜጀር ኣባዲ ሃይሉ'ዩ ኣፍቂዱልና ክብሉ ተኣሚኖም። ድሕሪዚ ናብቲ ናይ ሰራዊት ዓሪዱሉ ዝነበረ መደበር ማለት ናብ መስሓል ኣኽራን ሒዞሞም ከዱ። ኣብኡ ምስ በጽሑ ቀጥታ ንኣቶ ኣባዲ ብምጽዋዕ ንምንታይ ጉዕዞኦም ክቅጽሉ ኣፍቂድካሎም ኢሎም ከፈራርሕዎን ከዋጣውጥሉን ጀመሩ። ብረቱ ከውርድዎ ሓቲቶሞ ዋጋ ናይቲ ዝገበሮ ህይወቱ ከኽፍልዎ ምኻኖም ምስ ተገንዘበ ብድኻምን ብሕማምን ተጠቒዖም ምስ ረኣኹዎም፣ መግቢ ይኹን መድሃኒት ከነቐብሎም ብዘይ ምኽኣልና፣ ኣብ ቅድሚ ዓይንና ካብ ዝሞቱ፣ ጉዕዞኦም ክቕጽሉ ኣፍቂደሎም ክብል መሊስሎም። ብረት ምውራድ ምስ ኣበየ፣ ብሓይሊ ኣገዲዶም ብረቱ ከውርድሉ ክኣስርዎን ኣብ ዝፈተንሉ ብረቱ ዓሚሩ ዲፋዕ ሓዘ። ቀጥታ ተኹሲ ከፊቱ ሰለስተ ካብ ኣባላት ናይቶም ኣሃዱ ስለያ ክቐትል ከሎ፣ ሜጀር ኣባዲ ሃይሉ ከኣ ብጥይቶም ተሃሪሙ ብኡ ንብኡ ተሰወኤ። እቶም ስድራቤታት ኣብቲ ቦታ ጌና ተታሒዞም ምህላዎም ምንጭታት ግንባር ሃገራዊ ድሕነት ኤርትራ ኣረጋጊጾም። ዶባት ኤርትራን ኢትዮጵያን፣ ሰራዊት ኢትዮጵያ ኣብ ውሽጢ ኤርትራ ዝርከብ መደበር ኢትዮጵያ ተቓወምቲ ከምዘጥቅዑ ምንጭታት ሓቢሮም። ወጋሕታ፣ ዕለት ኣርባዕተ መጋቢት ኣብ ከባቢ ኮሎማ ገርሰለ ዝተባህለ ኣብ ደንካልያ ዝርከብ ሰፈር ተቓወምቲ ሓይልታት ኢትዮጵያ ኣብ ዝርከብ መደበር፣ ሓይልታት ሰራዊት ኢትዮጵያ ሃንደበታዊ መጥቃዕቲ ከም ዝፈጸሙ እቲ ዝበጸሓና ዜና ኣፍሊጡ። ኣብቲ ዓሪዶሞ ዘለዉ ተቓወምቲ ኢትዮጵያውያን መብዛሕትኦም ካብ ኦሮሞ ክኾኑ ከለዉ፣ ተቓወምቲ መንግስቲ ሶማልን ተቓወምቲ መንግስቲ ጅቡቲን ኣብቲ ቦታ ከም ዝርከቡዎም እቲ ዜና ኣረጋጊጹ። ኤርትራ፣ ኤርትራውያን ብሓይልታት ተቓውሞ ኢትዮጵያ ይህደኑ ከምዘለዉ ካብ ውሽጢ ኤርትራ ዝበጸሓና ዜና ኣፍሊጡ። ብስርዓት ህግደፍ ተመዊሎም ኣንጻር መንግስቲ ኢትዮጵያ ዝንቀሳቐሱ ሓይልታት ደምሒት ብተደጋጋሚ ኤርትራውያን ወተሃደራት ብሳንጃ ይኹን ብጥይት ድሕሪ ምቕታል ዶብ ሰጊሮም ናብ ሃገሮም ምምላስ ንመንግስቲ ኢትዮጵያ ኢዶም ከምዝህቡ ተፈሊጡ። ለምሒት ኣብ ዝሓለፈ ወርሒ ጥራሕ ሓደ ናይ ስለያ ሓላፊ ዝርከብዎም ብርክት ዝበሉ ኤርትራውያን ወተሃደራት ሸውዓተ ግዜ ናይ መቕተልቲ ስጉምቲ ከም ዝወሰደ ዝተረጋገጸ ወረ'ዩ። ከም ውጽኢት ናይዚ ኣብ መንጎ ዓበይቲ ሓለፍቲ ስርዓት ህግደፍን ኣብ መንጎ መሪሕነት ደምሒትን ዓቢ ናይ ዘይምትእምማን መንፈስ ሓዲሩ ምህላዉ እቲ ዝበጸሓና ዜና ኣረጋጊጹ። ኣብ ዝሓለፈ እዋናት ስርዓት ህግደፍ ህዝብና ኣብ ምብስባስ፣ ንመንግስቲ ኢትዮጵያ ንምፍርራሕን ንሓይልታት ደምሒት ይጥቀሙሎም ከም ዝነበሩ ህዝብና ኣዐርዩ ዝፈልጦ ጉዳይ'ዩ። ካብዚ ዝነቐለ ስርዓት ኤርትራ፣ ወተሃደራት ደምሒት ብምሉኦም ኣብ መደበር ሓድሽ ዝተባህለ ኣብ ከባቢ ከተማ ተሰነይ ዝርከብ ወተሃደራዊ መደበር ከም ዝኣከቦም ተፈሊጡ። ኣብ መንጎ ዓበይቲ ወተሃደራት ጸጥታን ሓለፍቲ ህግደፍን መንግስቲ ኢትዮጵያን ኣብ ውሽጢ ውድብ ደምሒት ስልኮ ገይሩ ኣሎ ዝብል ዓቢ ጥርጣረ ከምዘሎ ክፍለጥ ተኻኢሉ። ኣብ መንጎ ሓለፍቲ ህግደፍን ሓለፍቲ ደምሒትን ኣብ ጋሕተላይ ቀጻሊ ኣኼባ ይካየድ ምህላዉ እቲ ዝበጸሓና ዜና ብተወሳኺ ሓቢሩ። ክቡራትን ክቡራንን ሰማዕትና ንሎሚ ዘዳለናልኩም ዜና ኣብዚ ይድምድም ምስ ቀጻሊ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ቃል ግንባር ሃገራዊ ድሕነት ኤርትራ ብኣጋጣሚ ዝኽሪ ታሪኻዊ ኩናት ተጎርባ ከምዛ ሎሚ መዓልቲ ቅድሚ ሓምሳን ሰለስተን ዓመት ብዕለት ዓሰርተ ሓሙሽተ መጋቢት ሽሕን ትሽዓተ ሚእትን ስሳን ኣርባዕተን ታሪኻዊት ኩናት ቶጎሩባ ኣብ መንጎ ጅግና ሰራዊት ሓርነት ኤርትራን ጎባጢ ሓይሊ መግዛእቲ ኢትዮጵያን ዝተኻየደትላ ዕለት እያ። ባዕዳዊ ስርዓት ሃይለስላሴ ሰውራና ብዕሸሉ ከሎ ንምጥፋእ ብሓይሊ ፖሊስ፣ ፊልድ ፎርስ፣ ፈቲኑ ምስ ተሓለሎ ነቲ ካብ መዓልቲ ናብ መዓልቲ ሃልሃልትኡ ኣብ መላእ ሃገር ክዝርጋሕ ዝጀመረ ቃልሲ ሓንሳብን ንሓዋሩን ንምቕሃም ስሩዕ ሰራዊት፣ ጦር ሰራዊት፣ ብዘበናዊ ዕጥቂ ኣዳልዩሉ ናብ ኤርትራ ኣበገሶ። ዓሰርተ ሓሙሽተ መጋቢት ሽሕን ትሽዓተ ሚእትን ስሳን ኣርባዕተን ከኣ መደባቱ ክፍጽመላ ተሃንዲዱ ዝወፈረላ መዓልቲ ነበረት። እንተኾነ ግን እዚ ሰፍ ዘይብል ሓይሊ ሰብን ኣጽዋርን ተሰኪሙ ዝመጸ መግዛእታዊ ሰራዊት ምስቲ ብብዝሒ ሰብ ይኹን ብዕጥቂ ፈጺሙ ዘይዳረጎ ሓይሊ ስዉእ ጅግና መሓመድ ዓሊ እድሪስ፣ ኣቡርጄላ፣ ዝመርሐን ሰለስተ ጋንታታት ሰራዊት ሓርነት ኤርትራ ትብዓትን ጅግንነትን ተወፋይነትን ተዓጢቐን ነቲ ከጥፍኣን ዝመጸ ሓይሊ ጸላኢ ከቢድ ስዕረት ብምስዓብ ዛሕዛሕ እናበለ ከም ዝምለስ ገበርኦ። ኣብዚ ውግእ እዚ ጸላኢ ሰማንያ ኣርባዕተ ዝኾኑ ካብ መኳንንቱን ሰራዊቱን ክሞቱ ከለዉ ብዙሓት ከኣ ቆሰሉ። ሒዝዎ ዝመጸ መደባት ንምዕዋት ይትረፍ ብኣገባብ ክሃድም ኣብ ዘይክእለሉ ኩነታት በጽሐ። ብወገን ሰራዊት ሓርነት ከኣ ንዘልኣለም ዝዝከር ጅግንነትን ተወፋይነትን ገዲፎም ዓሰርተ ሓሙሽተ ዝኾኑ ብጾት ተሰወኡ። ልክዕ'ዩ ቅድሚ ታሪኻዊ ኩናት ቶጎሩባ ብድሕሪኡ'ውን ብዙሕ ተመሳሳሊ ዕዉት ስርሒታት ኣንጻር ሰራዊት ጸላኢ ተፈጺሙ'ዩ። ይኹን እምበር ኲናት ተጎሩባ፣ ኣሃዱታት ሰራዊት ሓርነት ኤርትራ ንመጀመርያ ግዜ፣ ንዓቐኑን ዓይነት ዕጥቁን ዘይመዛዘን ስሩዕ ሰራዊት ጸላኢ ብሰፍ ዘይብል ክሳራ ከም ዝሰዓረ ዝዝከረሉ ኲናት ብምዃኑ፣ ኣብቲ ዝቐጸለ መድረኻት ድማ ርኡይ ኣሰራት ስለ ዘመሓላለፈ'ዩ ፍሉይ ዕለት ዝገብሮ። ካብቲ ኣገዳሲ ውጽኢታት ኲናት ተጎሩባ፣ ክሳብ'ቲ ዕለት'ቲ፣ መግዛእታዊ ሓይሊ ቅልጡፍ ኲናት ኣካይድካ ብቐሊሉ ክድምሰሱ ዘይክእሉ ውሑድ ዝቑጽሮም ሸፋቱ ኢሉ ዝግምቶም ዝነበረ ተጋደልቲ ካብቲ ንሱ ዝብሎም ዝለዓለ ዓቕምን ተወፋይነትን ብህዝቢ ዝድገፍ ናይ ርሑቕ ሃገራዊ ዕላማ ዝውንኑ ምዃኖም እቲ ዝተኻየደ ኲናት ኣረጋጊጽዎ እዩ። ከምኡ እውን እቲ ኣብ ውሱን ቦታታት ተሓጺሩ ዝነበረ መቓልሕ ሰውራና ናብ ኩሉ ኩርናዓት ኤርትራ ክዝርጋሕ፣ ሓፋሽ ህዝብና ኣብ ሰውርኡ ዝያዳ ክተኣማመን፣ ንተሳትፍኡ ኣብ ቃልሲ ከተባብዕን ታሪኻዊት ኩናት ተጎሩባ ደራኺት ተራ ተጻዊታ። ብርግጽ ሓርበኛዊ ታሪኽ ሰውራ ኤርትራ ብብዙሕ ንተገሩባ ዝመሳሰል ዓወታት'ዩ ተማሊኡ። ስለዚ ካብቲ ካልእ ዓወታት ነጺልካ እትረኤ ዕለት ኣይኮነትን። እንተኾነ ግን ፍልይቲ መዓልቲ ዝገብራ፣ ኩናት ተገሩባ ንመጀመርያ ግዜ ኣብ መንጎ ሰራዊት ሓርነት ኤርትራን ኣብ መንጎ'ቲ ኣብቲ ግዜ'ቲ ኣብ ኣፍሪቃ ዝሓየለ ሰራዊት ተባሂሉ ዝልለየሉ ዝነበረ ሓይሊ ዝተኻየደ ኩናት ስለዝኾነ'ዩ። ሰራዊት ሓርነት ኤርትራ ካብታ ናይ መራሒ ሰውራና ስዉእ ጅግና ሓምድ እድሪስ ዓዋተ ጓንዴን ውሑዳት ጠያይትን ነቒሉ'ዩ ነቲ ፈላሚ ስጉምቲ ኣበጊስዎ። እዚ ፈላሚ ስጉምቲ'ዚ ድማ ብዝተናውሐ መስዋእትነትን ተወፋይነትን ንገዚፍ ጎባጣ ሓይሊ ጸላኢ ዝገጠመን ኣላሽ ኣቢሉ ድማ ዓበይቲ ዓወታት ኣብ ልዕሊኡ ከረጋግጽ በቒዑ'ዩ። ሰራዊት ሓርነት ካብ ግዜ ናብ ግዜ ክምዕብል ንሓይሊ ጸላኢ ኢትዮጵያ ስዒሩ መሬትናን ህዝብናን ነጻ ክገብር ኣብ ዝኽእለሉ ደረጃ ዘብጸሖ ተቃላሳይ ህዝብና ኣብ ጎኑ ኮይኑ ዓቢ ደገፍ የወፍየሉ ስለ ዝነበረ እዩ ሽሕ'ኳ እኩብ ድምር ቃልስታት ሰውራ ኤርትራ ዓቢ ዓወት ብምርግጋጽ መሬትና ካብ ባዕዳዊ መግዛእቲ ኢትዮጵያ ነጻ ብምውጻእ ኤርትራ ሃገርና ልኡላውነታ ከረጋግጽ እንተበቐዐ፣ ብሰንኪ'ቲ ኣብ መስርሕ ቃልስና ዝተራእየ ውሽጣዊ ሓጎጽጎጽ ዝፈጠሮ ምፍንጫላት፣ ንሃገራዊ ሓድነትና ብኣሉታ ስለዝጸለዎ፣ መሪሕነት ህዝባዊ ግንባር ምልካዊ ስርዓት ብምቛም መጻኢ ዕድል ሃገር ኣብ ትሕቲ ፍጹም ምቁጽጻሩ ኣእትዩ ንኤርትራ ኣብ ዓባይ ቤት ማእሰርቲ ቀይሩ ካብ መዓልቲ ናጽነት ኣትሒዙ ኣብ ልዕሊ ህዝቢ ኤርትራ ሰፍ ዘይብል ግፍዒ መከራን ከውርድ ይርከብ ከምእውን ብሰንኪ ኣዕናዊ ፖሊሲታት ሃገርና ኤርትራ ሉኡላውነት ሃገር ኣብ ዓቢ ሓደጋ ኣውዲቅዋ ይርከብ። ሃገርና ኤርትራን ህዝባን ኣትዮሞ ዝርከቡ ወሳኒ ታሪኻዊ መድረኽ፣ ኩሎም ሓይልታት ደሞክራሲያዊ ለውጢ፣ ህዝብን ሃገርን ንምድሓን ቃልሶም ከኻዕብቱ ዓቢ ሓላፍነት ከም ዘለዎም ከነዘኻኽር ንፈቱ። እዚ ምስ ዝፍጸም ጥራሕ እዩ ከኣ ሕድሪ ስዉኣት ኲናት ተጎርባን ኩሎም ስዉኣትናን ዝትግበርን፣ ነጻነትን ፍትሕን ማዕርነትን ዝሰፈና ሃገር ንምህናጽ ስዉኣትና ሂወቶም ዝኸፈሉሉ ጉዳይ ብምዃኑ ሓቢርና ኣብ ግብሪ ከነተግብር ዘኽእለና። ክብርን መጎስን ንስዋኣት ጀጋኑ ሓርበኛታት ተጎሩባ ኤርትራ ሃገርና ነጻን ዲሞክራሲያዊትን ኮይና ትንበር ውድቀት ንምልካዊ ስርዓት ህግደፍ ዘልኣለማዊ ዝኽርን ክብርን ንስዋኣትና ድሕነት ህዝብን ሃገርን ልዕሊ ኩሉ

ክብራን ሰማዕትና ካብዚ ቀጺልና ቃል ሓተታ ምስ ገዲም ተጋዳላይ እብራሂም ገደም ከነቕርብ ኢና። እቲ ኣርእስቲ ብዛዕባ ኣጋጣሚ ዝኽሪ ታሪኻዊ ኩናት ተጎርባ ክኸውን እዩ። ስለዚ ኣቐዲምና ክቡር ተጋዳላይ እብራሂም ገደም የቐንየልና ናይ ተሌፎን ሓተታ ክትገብር ፍቓደኛ ምዃንካ። ስለዚ ቐዲመ በዚ ኣጋጣሚ እዚ ዘለካ ተዘክሮ ከም ገዲም ተጋዳላይ እዚ ሽሕን ትሽዓተ ሚእትን ስሳን ኣርባዕተን ዝኾነ ኩናት እንታይ እዩ ወይ ንህዝብና ከተላልዮ ዶ ምኻኣልካ? ኣሰላሙ ዓለይኩም የቐንየለይ ስዒድ ብትገበረከላይ ዕድሜ ከየመስገንኩኻ ክሓልፍ ኣይደልን ብፍላይ ብኸምዚ ዝኣመሰለ ታሪኻዊ መዓልቲ ንምዝራብ ስሳን ሓደን ኣዳል ክንብል እንከሎና እቲ መበገሲ ናይ ብረታዊ ቃልሲ እዩ ስሳን ኣርባዕተን ድማ ብሓቂ እቲ ብስሳን ሓደን እተወልደ ቁልዓ ቀጻሊ ከም ዝዀነ፣ ከም ዘይመውት እሞ ዕድመ ከም ዘለዎ ዘረጋገጸሉ መዓልቲ እዩ፣ ምኽንያቱ ቅድሚኡ ዝኸውን ዝነበረ ውግኣት ምስ ፊልድ ፎርስ ወይ ፖሊስ ዓባይ ዝበሃል ኣብቲ እዋን እቲ ግን ኣብ ስሳን ኣርባዕተን ኢትዮጵያ በቲ እትሕበነሉ ሰራዊታ፣ ሙኩር እዩ እትብሎ ደቡብ ኮርያ ተዋጊኡ እትብሎ ንዕኡ ምናልባሽ ብሓደ ሓጺር ግዜ ንሰውራ ኤርትራ ደምበሉ ዘይከኣልዎ እዚኦም ሙኩራት ሰራዊት ናይ ኢትዮጵያ ከርእዩኹም እዮም። ከመይ ጌሮም ከም ዝድምስስዎም ስለዚ ውግእ ናይ ቶጎሩባ ሓደ ነፍሱ ዝኸኣለ ሓዲሽ ምዕራፍ ኣብ ሰውራ ኤርትራ ዝኸፈተ መዓልቲ እዩ ምኽንያቱ ተኸሰረ ከሲሩ እቲ ሰራዊት ሓርነት ግን ከኣ ተዓጻጸፈ ክሳራ ናብቲ ታንዲዱ ዝመጽእ ዝነበረ ሰራዊት ናይ ኢትዮጵያ ጽቡቕ ጌሩ ዘይርሳዕ ማለት ትምህርቲ ሂብዎ እዩ። ኣብቲ ግዜ እቲ ብቑጽሪ ይኹን ብቲ ናይ ኣጽዋር ናይ ክልቲኡ ሸነኽ ከመይ ነይሩ? እዚ ብጣዕሚ ኣገዳሲ ሕቶ እዩ። ምኽንያቱ እቲ ናይ ብወገን ሰውራ ዝነበረ ቅሩብነት ንመስዋእቲ፣ ቅሩብነት ንነፍስኻ ናይ ንዕላማኻ ክትስዋእ፣ ምቅራብ እዩ ነይሩ እምበር እቲ ብረት እቲ ዝሓሸ ብረት ኣብቲ እዋን እቲ ኣቡ ዓሸራ እዩ ነይሩ ይከኣል ምናልባሽ ካብኡ ዝሓመቀ ክኸውን እምበር ካብኡ ዝሓይሽ ኣይነበረን ብወገን ኢትዮጵያ ምሉእ ዕጥቂ ዘለዎ ሰራዊት እዩ ኣብቲ እዋን እቲ መፂኡ ዝነበረ ማለት እዩ ስለዚ ነዚ ክነነፃፅር እንከሎና ናይ ሰማይን ምድርን እዩ። ግን እቲ ፍልልይ ኣብ ምንታይ እዩ ዝረኣ ፍልልይ እቲኦም ናይ ጀብሃ እቲ ምእንቲ ሃገሮም ምእንቲ ዕላምኦም ርሁባት ከም ዝኾኑ ንመስዋእቲ እዩ እቲኦም በቲ ካልእ ወገን ዝመጹ ዘሎ ድማ እዚ ከምዚ ዝኣመሰለ ዕላማ የብሎምን ምኽንያቱ ንሕና ንናጽነት ንሓርነት ንህዝብና ንኽርህዎ ኢሎም ዝቃለሱ ዘለዉ ክኾኑ እንከለዉ እቲኦም ማህያ ንኽውስኹ ወይ ከኣ ማለት ካብ ተራ ወተሃደር ዝነበረ ኣብ ውግእ ውዒሉ ከምዚ ገይሩ ከምዚ ኣመዝጊቡ ተባሂሉ ንላዕሊ ኒሻን ክወሃብ ወይ ከኣ መዓርግ ንኽውስኽ እዩ። ዕላማ የብሉን ንኽመውት ቅሩብ ኣይኮነን ጥራሕ ነቲ ዘሎ ዕማም።

ይመርሖ ነይሩ ቁሩብ ብዛዕባ መሓመድ ዓሊ እድሪስ እንተገለጽካልና ጽቡቕ እዩ ብተወሳኺ ቶጎሩባ ክበሃል ከሎ ቦታ እዩ ኣበየናይ ከባቢ ዝርከብ እዩ
እወ ጽቡቕ ስዉእ መሓመድ ዓሊ እድሪስ ኣቡርጀላ ካብቶም ኣብ ሰራዊት ሱዳን ዝነበሩ እሞ ዳሕረይ እዚ ናይ ጻውዒት ናይ ሃገር ሓምድሪስ ዓዋተ ንጀብሃ ንሜዳ ስሳን ሓደን ወርሒ መስከረም ክጅምር እንከሎ እቶም ኣብ መጀመርታ ኣጆኻ ንሕና ምሳኻ ኢና ዝበሉ እቶም ኣብ ሰራዊት ናይ ሱዳን ዝነበሩ እዮም። ምኽንያቱ እሶም ከም ስራሕ ይሰርሑ ነይሮም ኣብ ሱዳን ግን ከኣ እታ ሃገሮም ስለ ዘይረስዑ ኣብ ደቡብ ሱዳን ይኹን ኣብ ካልእ ዝነበሩ ቦታታት ተሰሪዖም ስለ ዝነበሩ፣

ተኻፊሎም እዮም እቶም ናይ ሱዳን ሰራዊት ማለት እዩ ብኸምኡ እውን ኣብ ሊብያ ብመንትጎመሪ ኣንጻር ሮሜል ዝግበር ዝነበረ ውግእ ናይ እንግሊዝ ሰራዊት ምስ ናይ ጀርመን ሰራዊት ዝዋግኡሉ ዝነበሩ በዓል ኣቡርጄላ ሓደ ካብቶም ኣብኡ ዝነበሩ እዩ ማለት እዩ ከም ሰራዊት ናይ ሱዳን ስለዚ ዓቢ ተመክሮ ወይ ነዊሕ ተመክሮ ናይ ውግእ ናይ ቃልሲ ዘለዎ ሰብ እዩ ማለት እዩ። ተበሩ ከኣ ሓደ ጎቦ እዩ። ምናልባሽ ካብተን ጎቦታት ዓበይቲ ክበሃል ኣይከኣልን ኣብ ዓድና ግን ከኣ ማለት ኣብቲ ጎልጎል ናይ ባርካ ብፍላይ ኣብ ምዕራባዊ ሸነኽ ናይ ባርካ ዘሎ እዩ። ንሱ ድማ ብዓቢኡ እቲ ቦታ እቲ ሳዋ እዩ ዝበሃል። እዚ ቀደም ናይ ኣብ ግዜ ውግእ ምስ ጥልያንን እንግሊዝን ኣብ ሳዋ ኤርፖርት ነይሩ እዚ ፎርቶ ዝብሃል እሞ ዳሕረይ ናይ ጀብሃ መደበር ዝነበረ ባዕሉ ናይ መዕረፎ ናይ ነፈርቲ ናይ ጥልያን ነይርዎ ማለት እዩ ስለዚ ዶብርባ ሓደ ካብተን ብርኽ ዝበላ ቦታታት ወይ ጎቦታት ኣብቲ ቦታ ዘሎ እዩ። ኦኬ ሕጂ እቲ ግዜ ስለ ዘርክበና ዘሎ ኣብቲ ውግእ ዝተኻየደ ማለት ካብ ጸላኢ ብውግእ ማለት ዝሞቱ ኣስታት ሰማንያን ኣርባዕተን ቁጽሮም ኮይኑ ካብ

ስሳን ኣርባዕተን ዝነበረ ትምህርቲ ወሲድና እቲ ቀንዲ ክንወስዶ እንኽእል ትምህርቲ እንታይ እዩ? ብደረጅኡ በቲ ሽዓም ናይ ምጅማር ዝነበረ ሓድነት ነይርዎ ማለት እዩ። ኩሉ ህዝቢ ኤርትራ ዝሰመዐ በብቦትኡ ነዚ ሽዓ ዝተተኮሰ ብረታዊ ቃልሲ ደገፉ ሂብዎ እዩ። ጥራሕ እቲብቲ ከባቢ ዘሎ ዘይኮነ ኩሉ እዚ ጉዳይ እዚ ነቶም በዘን ፖሊስ ይኹኑ ከምቲ ዝበልናዮ ፊልድ ፎርስ ዝነበሩ ዋላ እቶም ኣብ ዝተፈላለየ ምስ መንግስቲ ናይ ኢትዮጵያ ዝሰርሑ ዝነበሩ እሞ ማለት ምሁራት ወይ ኤሊት ዝበሃሉ መጀመርታ ምስቲ ናይ ሓረካ ዳሕረይ ምስ ናይ ጀብሃ ኣባላት ስለዝኾኑ ብጣዕሚ ንኩሎም ሓደ ሪኢቶን ምእንቲ ናጽነት ዝኽፈል ከፊልና ዓድና ሓራ ክነውጽኣ ይብል ነይሩ ሕጂ ውን ኣብዚ እዋን እዚ ንሕና ከም ህዝቢ ኤረትራ ወላ ምስዚ ሕጂ ዝቀላቀል ዘሎ ሕማቅ ኩኖታት ብኢስያስ ዘተኣታተዎ ብካልኦት ጸላእቲ ዘተኣታትዎ ዘለው እቲ ኣብ መንጎና እምነት ከም ህዝቢ ኤረትራ ክፎኩስ ወይ ከኣ ክጠፍእ ዝገብሩ ዘለዉ ንዕኦም ዕድል ኣይንሃቦም ምኽንያቱ ሓይልና ንሕና ኣብ ሓድነትና እዩ ሓይልና ኣብ ናይ ሰብ ብዝሒ ወይ ኣብ ናይ ካሊእ ማትርያልያዊ ነገር ዘይኮነ ሓይልና ኣብ ሓድነትና እዩ ሓደ ንኹን ነዚ ሕጂ ዝቀላቐል ዘሎ ድኹም ኣረኣእያታት ከመይ ጌርና ንምክቶ ምእንቲ ድሕነት ሃገርና ኩሉ ሻብ ድሕነት ሃገር ኣብ ልዕሊ ኩሉ ኢልና እንተ ተበጊስና ክንዕወት ምኻንና ንፈልጥ ምኽንያቱ ንማዕበል ናይ ህዝቢ ንድሌት ናይ ህዝቢ ዝምክት የለን ንሕና ኢና ክንምክት ዘሎና ንኹሎም ንድሕሪት ክመልሱና ዝደልዩ ንድሕሪት ክጎቱና ዝደልዩ ኣብቲ ንስንኩፍናታት ናይ መዝሚዞም

እዚ ኩሉ ዝገጥመና ዘሎ ብድሆታት፣ challenges፣ ክንብድሆ እንተኾይንና ብሓድነትና እዩ። ኣቕልቦ ንኢስያስ ዝብሎን ነቶም ናቱ ሰዓብቲን ወይ እቶም ጥቕሚ ረብሓ ናይ ውልቃዊ ረብሕኦም ላዕልን ታሕትን ከብሉና ዝደልዩ ዘለዉ ንዕኦም ጸማም እዝኒ ሂብና፣ ነቲ ናይ ብሓቂ ሃገራዊ ዝኾነ መጀመርታ ኤርትራውያን ክንከውን ኣሎና ፍቅሪ ናይ ሃገርና ንሕና ኣሎና ግን መጀመርታ ኤርትራውያን ክንከውን ኣሎና ድሕሪኡ ምናልባሽ እስላማይ ዝኾነ እስላማይ እዩ ክርስትያን ዝኾነ ክርስትያን እዩ ወዲ ከበሳ ዝኾነ ወዲ ከበሳ እዩ እቲ ወዲ መታሕት ወዲ መታሕት እዩ ኣውራጃ ዘይብሉ ዓሌት ዘይብሉ ቀቢላ ዘይብሉ የብልናን።

የቐንየለይ።
መርሓባ ተጎርባ መርሓባ ተጎርባ ናይ ቃልስና ሓበን መጋቢት ዓሰርተ ሓሙሽተ ብሱሳን ኣርባዕተን ኣሚት ክሉ ንጸላኢ ከይዕወት ኣበደን ፈኪሩ መጺኡ ዲኔሁበይ ክኽደን ናይ ዓወትና ቅያስ ኣባኺ ክዕቀን ኣብቲ ፈታኒ ውዕሎ ምስቲ ዓቢ እምባ እንኮ ዕድል ምስ ኮነ ብኣፈሙዝ ዘረባ ወንበዴ ኮነቶም ገረብ እምኒ ሩባ ኣብነታዊት ዕለት ዓወት ዝዘነባ ኣብ ከውሒ ዝተነድለ ታሪኽ ዝንበባ ናይ ጎበጣ ሽርሒ ብልሑ ደርቂማቶ ምኩሕ ሰራዊቱ ሞራሉ ሰይራቶ ዓወት ተበሰረ ዓቢ ምስ ንእሽቶ ሃገር ነጻ ወጺኣ በቲ ከቢድ ዋጋ ኣብ ራህዋ ሰላም ክዕይም ኩሉ ዜጋ ሕጊ ስርዓት ክድንግግ ማዕረ ማዕረ ዲጋ ኣይመሰሎን ዝሰገረ ናብ ዝኸፍኤ ሓደጋ ብውዲት ጸረ ሰውራ ዕላማ ከይቁጸ ጻውዒት ምኽሪ ጀብሃ እንከ ዳመጸ መሲልዎ ህዝብና ካብ ጸላኢ ዝወጸ ብንሕላን ዕላማናን ብዕሊ ዝገለጸ ባሕርን ምድርን ብዘይ ህዝቢ ንኽምድምድ ዝመጸ እንሆ ብተግባር ህዝቢ ከም ህዝቢ ይላጸ። ኣንቱም ተቓለስቲ ናይ ትማል ኣብነት ዓድኻ እናተዘንተዶ ዓይንኻ ይዕመት ብሂወት እናሃለኹም ታሪኽኩም ክርፍተት ዘይንታይኩም ሪኢኹሞ ናይ ህዝብኹም ኣውያት ዝመተይ ዘጽቅጥ ትዘይብሉ ሂወት ዓገብ ንሕልናኹም ዝጠለመ ስውኣት ዓዲ እናጠፍኤ ምጉጅጃል ትሕቲ ሃገር ብሃይማኖት ዓሌት ብኣውራጃ ብሄር ሓይልኻ ንዘዳኽም ሓድነትካ ትመታትር ቀንዲ ጉዳይ ገዲፍካ ተቐድም ጓል ነገር ብታሪኽ ከይትሕተት ጽባሕ ከይትሽገር ኣብ ሃዋሁ ምስቁንቋን የብሉን ቁምነገር። ወራር ኣትዩና ኣሎ ድኻምና ኣጽኒዑ ኤርትራውነት ክሃጅም ዝዓጠቐ እንዳዕዲዑ። ተለባሲ ቫይሩስ ዘጥቅዕ ለኪዑ ኣብ ምንታይካ ይለክፍ ወጢኑ ሰሊዑ ሓድነት ዩ ሓይልና ኣይትዘንጉዑ መድሕን ኤረትራና ፍቅሪ ስኒት ኣጽንዑ። ክቡራትን ክቡራንን ሰማዕትና ንሓደ ሰዓት ዝኣክል ብኽልቲኡ ቛንቋታት ዓረብኛን ትግርኛን ዘዳለናልኩም መደባት ኣብዚ ይድምድም ክሳብ ዝመጽእ ዘሎ ቐዳም ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢመይል ክትልእኹልና ዓቢ ሃንቀውታ ኣለና ራድዮ ኣዳል ኣት ጊመይል ዶት ኮም እዚ ነጻ ሬድዮ ኣዳል እዩ ድምጺ ሓርነትን ዲሞክራስን ሰላም ሰላም ክርስቲያን ምስ እስላም